ተቃውሞ ኣብ ልዕሊ መንግስቲ እዩ። ከም ስደተኛ እንዳበሉ ቪድዮታት ክሰርሑ ጀሚሮም ኣለው። እቲ ምኽንያት እንታይ እንተልኩም ከኣ ኣርምድ ሮበሪ ዝበሃል ወይ ከኣ ተዓጢቖም ኣብ ስርቂ ዝተዋፈሩ ማለት እዩ። ናይዚ ምኽንያት ከኣ ቲክቶክ ክሸጥዎ ስለ ዝወሰኑ እዩ። በዚ ከኣ ህዝቢ ኣሜሪካ ከኣ ተቃውሞኡ ከኣ ከምዚ ትርእይዎ ዘለኹም። ሰላም ከመይ ትኾኑ ጋይስ ካፊሊን ሎማዓንቲ ካብ ዝተፈለየ ትሕዝቶ ተመሊስና ኣለና ሳብ መወዳእታ ምሳይ ፅንሑ ከምቲ ልሙድ ላይክ ምግባር ጀምርዋ። Let's go! ስለዚ ጋይስ ናይ ሎማዓንቲ ናይ መጀመርያ ርስትና ብዛዕባ ቲክቶክ ዝምልከት እዩ ቲክቶክ ኣብ ኣሜሪካ ድሕሪ ውሕዳ መዓልትታት ክዕፆ እዩ በዚ ከኒ ብዙሕ ሰብ ዘረብኡ ብዛዕባ ቲክቶክ እዩ ኮይኑ ዘሎ ኣብ ኣሜሪካ ተዓፅዩ ማለት ንብዙሓት ሃገራት ክፀሉ ክእል እዩ ምክንያቱ እቲ ኣሜሪካ ትውንኖም ትካላት ንኣብነት ፕሌይ ስቶር ዩ ካልእ ካልእ እንድሕር ምስ ቲክቶክ ዘለዎም ስራሕ እንድሕር ኣቋሪፆሞ ንብዙሓት ሃገራት ክፀሉ ይኽእል እዩ ማለት እዩ ስለዚ በዚ ከኒ ኣብ ሶሻል ሜድያ እቲ ቀንዲ መዛረቢ ኮይኑ ዘሎ ብፍላይ ከዓ ኣብ ቲክቶክ ማለት እዩ ብዛዕባ ቲክቶክ እዩ ኮይኑ ዘሎ ኣማራፂ ኣፕሊኬሽን ሰብ ኣማራፂ ኣፕሊኬሽን እዚኣ ኣላ ናብ ዝቀይረ ኣለኹ በዚ ረኸቡኒ እንዳበለ ወይ ከዓ ዝተፈላለዩ ኣፕሊኬሽናት ፕሮሞት ክገብር ሰሚዕኩም ኣለኹም ለንቅነ ሰባት ማለት እዩ እንተኾነ ግን ብፍላይ ህዝቢ ኣሜሪካ ዳውንሎድ ዝብላ ዘሎ ኣፕሊኬሽን እዛ ትሪእዋ ዘለኹም ሬድ ኖት ዝተባለት ኣፕሊኬሽን እያ እዚኣ ካኒ ናይ ቻይና ኣፕሊኬሽን እያ ስለምንታይ ዳውንሎድ ዝብላ ዘሎ ህዝቢ ኣሜሪካ እንተይልና ካኒ ተቓውሞ ኣብ ልዕሊ መንግስቲ እዩ፣ ምኽንያቱ ቲክቶክ ዝዕጸወሉ ዘሎ ምኽንያት ዳታ ቤዝ ናቱ ኣብ ቻይና ምዃኑ ወይ ከኣ ንኣሜሪካ ኣብ ቻይና እዩ፣ ስለዚ ቻይና ስለያ ትጥቀመሉ ኣላ፣ ቻይና ከምዚ ተጠቂማትሉ እንዳበሉ እዮም ንቲክቶክ ዝዓጽዎ ዘለዉ ወይ ናብ ኣሜሪካ ክሽየጥ ኣለዎ ተዘይኮይኑ ግን ክዕጾ ኣለዎ ብምባል እዮም ኣሜሪካ ወሲኖም ዘለዉ ማለት እዩ። ይኹን እምበር ቲክቶክ ናይ ቻይና ከምዘይኮነ ሲንጋፖር ከምዝኾነ ብሓፈሻ ኣብ ዝተፈላለዩ ኣብ ቤት ፍርዲ ቀሪቡ ዝተዛረቦ ዋና ቲክቶክ እውን ርኢኹሞ ኢኹም ቅድሚ ሕጂ እውን ሰሪሕናዮ ኔርና ኢና ስለዚ ኣሜሪካ ግን ብሓፈሻ ቲክቶክ ክዕጾ ኣለዎ ስለ ዝወሰነ ይዕጾ ኣሎ ማለት እዩ በዚ ከዓ ህዝቢ ኣሜሪካ ከዓ ተቃወምኡ ከዓ ከምስ ትሪእዎ ዘለኹም ነዛ ትሪእዋ ዘለኹም ሬድ ኖት እትብል ናይ ቻይና ኩሉ ሙላ ናይ ቻይና ዝኾነት ኣፕሊኬሽን ኢቭን ትሪእዎ ኣለኹም እታ ሬድ ኖት ትብል ደላ ከም ትርጉም መፅያ ኣላ እምበሪ ብሓፈሻ ብሙሉኡ ትሪእዎ ለለኹም ናይ ቻይና ፅሑፍ እዩ ማለት እዩ። ኣብዚ ሕጂ እዋን ልዕሊ ዓሰርተ ሚልዮን ዝኸውን ዳውንሎድ ተባሂላ ኣላ። ኣብ ውሽጢ ኣሜሪካ ጥራይ እዩ እዚ ኣብ ውሑዳት መዓልታት ዳውንሎድ ዝበልዋ ማለት እዩ። ኣንጻር መንግስቲ ተባሂሉ ከኣ ነዛ ኣፕሊኬሽን እዚኣ ክጥቀሙላ ጀሚሮም ኣለው ማለት እዩ። እዛ ኣፕሊኬሽን እዚኣ ልክዕ ከም ቲክቶክ ተመሳሳሊ እያ። ልክዕ ቲክቶክ ከምኡውን ኢንስታግራም ዘመሳስላ ኣለዋ ማለት እዩ። ኣብዛ ኣፕሊኬሽን ከኣ ከም ስደተኛ እንዳበሉ ቪድዮታት ክሰርሑ ጀሚሮም ኣለው። ስደተኛ ካብ ቲክቶክ ዝተሰደድና ብምባል ዝተፈላለዩ ቪድዮታት ክሰርሑ ጀሚሮም ኣለው። ብዙሕ ሰብ ከኣ ኣብኡ ግዜኡ የሕልፍ ኣሎ ማለት እዩ። ብብዝሒ ዳውንሎድ ብምግባራ ወይ ከኣ ብዙሕ ሰብ ኣዛራብት ብምዃና ኣብ ዝተፈላለዩ ዓበይቲ ቴሌቪዥናት እውን ትወጽእ ኣላ። ቢቢሲ፣ ደይሊ መይል እውን ከም ዜና ከም ዓቢ ርእሲ ሰሪሐናሉ ኣለዋ። ምኽንያቱ ኣብ ፕለይ ስቶር ብብዝሒ ዳውንሎድ እትግበር ዘላ ኣብዚ ሕጂ እዋን

ከም ትሪኦ ዘለኹም እቲ ኣፕሊኬሽን ተመሳሳሊ እዩ ምስ ቲክቶክ ከምኡ ናይ ኢንስታግራም ዓይነት ዘምስል ኣለዎ ማለት እዩ መብዛሕትኡ ሰብ ዝነበረ ትፅቢቱ ቲክቶክ እንድሕር ተዓፅዩ ናብ ፌስቡክ ኢንስታግራም ናብ ሜታ ከም ዝኸይድ እዩ ገሚቱ ነይሩ ማለት እዩ በዚ እውን ከም ትሪኦ ዘለኹም ህዝቢ ኣሜሪካ ዝተቃወመ እዩ ዝመስል ምክንያቱ ኣብዘን ውሑዳት መዓልትታት ጥራይ ስቶክ ናይ ሜታ ከም ትሪኦ ዘለኹም ማይናስ እዩ ኣትዩ ዘሎ ማለት እዩ ስለዚ ከም ትሪኦ ዘለኹም ብምሉእ ናይ ሶሻል ሚድያ ተጠቃሚ ናይ ኣሜሪካ ኣብቲ ናይ ኣሜሪካ ካምፓይንታት ኣድማ ከም ዝገበረ እዩ በዚ ዘርእየካ ማለት እዩ ይኹን እምበር ቲክቶክ ክዕፆ ዶ ኣይዕፆን ዝብል ነገር ኣብ ምልክት ሕቶ ያት እዩ ዘሎ ናይዚ ምክንያት ከዓኒ ቲክቶክ ክሸጥዎ ስለ ዝወሰኑ እዩ ቲክቶክ ክሸጥዎ ወሲኖም ኣሎ ኣብ ዝሓለፈ ውሕዳት መዓልትታት ናብ ዕዳጋ ከም ዘውረድዎ ዝተፈላለዩ ሰባት እውን ክንገዝኦ ንኽእል ኢና ዝብሉ ሃብታማት እውን ኣብ ሜድያ ወጺኦም ክዛረቡ ጀሚሮም ነይሮም። ድሕሪ እዚ ከኣ ከም ትሪእዎ ዘለኹም ትማሊ ምሸት ቻይና ኢን ቶክስ ቱ ሰል ቲክቶክ ቱ ኤለን ማስክ ይብላ ኣሎ። ስለዚ ኣብ ዘረባ ኣለዎ። ኣብ ዘረባ እንድሕር ሃልዮም ከኣ ክሸየጥ ይኽእል እዩ ማለት እዩ። ድሕር ተሸይጡ ከኣ ኣይዕጾን እዩ። ስለዚ ዘይክዕጾ ንኽእል እዩ ቲክቶክ ማለት እዩ። ከም ትሪእዎ ዘለኹም ኤለን ማስክ እቲ ዝሓየለ ናይ ዓለምና እቲ ውልቀ ሰብ እቲ ዝሓየለ ውልቀ ሰብ ናይ ዓለምና መሊሱ

እዚ ትሪእዎ ዘለኹም ካናዳዊ ሚልዮነር ኣብ ዝሓለፈ ውሑዳት መዓልትታት ንቲክቶክ ክገዝኦ ከም ዝደሊ ኣብ ዝተፈላለዩ ቴሌቪዥናት ቀሪቡ ይዛረብ ነይሩ ማለት እዩ ናቱ ነትወርዝ ኣብ ጎግል እንድሕር ርኢኻ 400 ሚልዮን እዩ ዝብል ብዙሓት ሰባት እውን ኣብ ኮመንት ክገዝኦ ከም ዘይክእል ዝዛረቡ ነይሮም ምክንያቱ ቲክቶክ ቢልዮንስ ይዋግኡ ብሚልዮናት ዝግመት ኣይኮነን ምስ ናቱ ርኢኻ ሃብቲ ማለት እዩ ምናልባት ካልእ ተወሳኺ እንተዘይሃልዩዎ ማለት እዩ ስለዚ እምቢልዮንስ እዩ ዋግኡ ግን ክገዝኦ ዕድመ ከም ዘቕረበ ኣብ ዝተፈላለዩ ቴሌቭዥናት ወፂኡ ክዛረብ ቀኒ ኣሎ ማለት እዩ ይኹን እምበር ትማሊ ከም ዝረኣኹሞ ግን ናብ ኤለን ማስክ ምስ ኤለን ማስክ ይዘራረቡ ከም ዘለዉ ቲክቶክ ገሊፆም ኣሎ ማለት እዩ በዚ ከዓ እንድሕር ተሰማሚዖም ዕለት 19 ክዕጾ ኣይክእልን ኢዩ ማለት ኢዩ እንድሕር ተሰማሚዖም ኦረድ እንድሕር ተሸይጡ ክዕጾ ኣይክእልን ኢዩ ማለት ኢዩ ስለዚ እስኪ እንታይ ርእይቶኹም ቲክቶክ ብኤሎን ማስክ እንተተወኒኑ እንታይ ርእይቶኹም ቅድሚ ሕጂ ትዊተር ተጠቀምቲ እንተነይርኩም ቅድሚ ኤሎን ማስክ ድሕሪ ኤሎን ማስክ ርኢኹሞ ኣለኹም ሕጂ ኸ ቲክቶክ ተወኒንዎ እንታይ ትጽቢትኩም ኣብ ኮመንት ክጽበየኩም እየ ናብ ካልእ ምስ ንኸይድ ኣብ ዝሓለፈ ውሕዳት መዓልትታት ናይዞም ትርእዎም ዘለኹም እሱራት ቪድዮ ርኢኹሞም ክትኮኑ ትኽእሉ ኢኹም ኣብ ኮንጎ ዘጋጠመ እዩ ከባቢ ሚእትን ሰብዓን ድቑፅሮም እሱራት ብሞት ፍርዲ እያ ቀፂዓቶም ኮንጎ ናይ ሞት ፍርዲ ተፈሪዶም ብኣሰቃቒ መንገዲ እውን ህይወቶም ክሓልፍ ክኢሉ እቲ ምኽንያት እንታይ እንተልኩም ከኣ ኣርምድ ሮበሪ ዝበሃል ወይ ከኣ ተዓጢቖም ኣብ ስርቂ ዝተዋፈሩ ማለት እዩ። ስለዚ እዞም ካብ ኣብ ሚእትን ሰብዓን ዝቑጸሩ ንኽመቱ ዝፈረደ ከኣ እዚ ትሪእዎ ዘለኹም ሚኒስትሪ ፍትሒ ናይ ኮንጎ እዩ ማለት እዩ። እዞም ሰባት እዚኦም ኣብ ቅትለትን ስርቅን ተዋፊሮም ዝነበሩ እዮም ብምባል ንሰብ እውን ዓቢ ትምህርቲ ክኾኖ እዩ ብምባል እዩ ነዞም ሰባት እዚኦም ናይ ሞት ፍርዲ ክፈርዶም ክኢሉ። ከም ዝፍለጥ ኣብ ዝሓለፈ ዓመት ኣብ ጉንበት ኣብዛ ሃገር እዚኣ መፈንቅለ መንግስቲ ተገይሩ ነይሩ ማለት እዩ። ከም ትሪእዎ ንደለኹም እዞም ክልተ እዚኦም ኣቦን ወድን እዮም ማለት እዩ። እቲ ወዱ ናይ ኣሜሪካ ዜግነት ኣለዎ ኣብ ኣሜሪካ ዝተወልደ እዩ ንሱ እውን ኣብ ኣሜሪካ ዝቕመጥ ዝነበረ እዩ ስለዚ ኣብ መፈንቅለ መንግስት ኣብ ዝሓለፈ ዝተኻየደ ማለት እዩ እዚ ትሪእዎ ዘለኹም ኣቡ ነዚ ወዲ ኣብዚ መፈንቅለ መንግስት ተሳቲፉ ነይሩ ማለት እዩ ወይ ከዓ ፈተና ገይሮም ነይሮም ማለት እዩ ኣይተዓወተን ግን ፈተና ገይሮም ነይሮም ኣብዚ እዋን እዚ ከዓኒ ኣቡኡ ክመውት ክኢሉ ማለት እዩ ቅድሚ ኣቡኡ ምሟቱ ግን ንወዱ ብዛዕባ እቲ መፈንቅለ መንግስቲ ብሓፈሻ ወይ ኣብቲ ናቱ ፖለቲካ ኣብቲ ናይ ሃገሩ ፖለቲካ ከእትዎ ክኢሉ ማለት እዩ። ድሕሪ እዚ ከኣ ወዱ ናብ ኮንጎ ብምካድ ብኣሽሓት ዝቁጸሩ ሰባት ኣብቲ ናቱ ግሩብ ብምግባር ኣብዞም ሕጂ ናይ ኣርምድ ሮበሪ ተባሂሎም ወይ ከኣ እዚ ናይ ተዓጢቆም ክዘርፉ ዝጸንሑ ሰባት ክቀትሉ ዝጸንሑ ተባሂሎም ተፈሪዶም ዘለዉ ምስኦም ሓደ ኮይኑ ጸኒሑ ማለት እዩ እዚ ትርእይዎ ዘለኹም ንሱ እዩ ማለት እዩ ካብዞም ብሞት ዝተፈርዱ ሓደ ካብኣቶም ኮይኑ ኣሎ ማለት እዩ። ይኹን እምበር ነዚ ፍርዲ ብዙሓት ናይ ሰብኣዊ መሰል ናይ ዝተፈላለያ ሃገራት ኣፍሪቃ ከም ዝተቓወምኦ ዝተፈላለያ በብናተን ተለቪዥን ክገልጻ ቀኒየን ኣለዋ ማለት እዩ። እዚ ትሪእዎ ዘለኹም እቲ ነዚ ውሳነ ዝወሰነ ወይ ከኣ ሚኒስትሪ ፍትሒ ናይ ኮንጎ እዚ እዩ ማለት እዩ።